ተኺኢልካ ሓግዘና ሃይለ ተዘይ ኮይኑ ግን ተዕንዎ ዘለኻ ነገራት ዝግ ኢልካ ክትሓስበሉ ጽቡቕ እዩ። ህዝቢ ሓደ ክገብር ዝጽዕር ዘለኹ እምበር ጻሕታር ኣይኮንኩን ጻሕታር ንስኻ ኢኻ ጻሕታር ንስኻ ኢኻ ከመይ ገርና ከም ዝደፋኣናዮም መራሕትኹም እንዳበልካ ዝነገርካና ንስኻ ኢኻ ኣደብ ክሕዝ እዩ ዘለዎ ልዕ ልክዑ ክፈልጥ እዩ ዘለዎ። ኣብ ዕለት ዕስራን ሸሞንተን እውን እኮ ብወርቂ ዝተሳበበ ተጋሩን ተጋሩን ነንሓድሕዶም ተቃቲሎም እዮም ሃይለ። ዋይ ይከኣል እኮ እዩ ምስ ኢትዮጵያ ኮንካ ንዑ ኣዳፉኑኒ እንድያ ትብል ዘላ እላ ምድፋን እኮ ይከኣል እዩ ከምቲ ዝደፈኑና። ዘይተፈትሐ ውጥጥ ሓይሊ ደደቢትን ኣወል ሰዒድን። ቀንዲ መንቀሊ ናይዚ ውጥጥ ኣብዚ ሰሙን ኣብ ከተማ ዛላንበሳ ዘጋጠመ ብሰራዊት ኤርትራ ኣብ ልዕሊ ሓደ ትግራዋይ ኣቦ ዝተፈጸመ ቅትለት እዩ።
ኣብ ዓርቢ ዕለት ዕስራን ሸውዓተን ኣብ ከባቢታት ዓዲ ሓቂ ኣብ ኣርዓ ጠርቀ ሓደጋ ኣጋጢሙ። ፖለቲካ ዘይብሉ ክልተ ሰባት ተባኢሶም ነቲ ኤርትራዊ ወተሃደር ሰትዩ ስለዝነበረ ተኲሱሉ ናይ ሞት ሓደጋ ኣጋጢሙ። ብምሉኡ ኣብቲ ከባቢ ዝነበረ ሰራዊት ሓዚኑ ኣብ ስነስርዓት ቀብሪ ተሳቲፉ። ሰራዊት ኤርትራ ምስ ዓበይቲ ዓዲ ተኣኪቦም ምስቶም ኣብ ቅድሚት ዘለዉ ናይ ትግራይ'ውን ተራኺቦም። መዋቲ ወዲ ኣርባዓን ሓሙሽተን ዓመት ኮይኑ መንግስታብ ይበሃል። እዚ ዝፈለጠ ሰራዊት ኤርትራ ድማ ኣብ ስርዓት ቀብሪ ተሳቲፉ ከምቲ ግቡእ ዳስ ተኺሉ እኽለ ማዩ ሒዙ ስጋብሎም ካብቲ ሓዘን ኣይተፈልየን። እዚ ብሓደ ስነ ምግባር ዝጎደሎ ዘይሓላፍነታዊ ወተሃደር ዝተፈጸመ ቅትለት፣ እቲ ኣባል ሓይልታት ምክልኻል ኤርትራ ነቲ ሓደ ሲቪል ሰብ ኣብ በሪ ገዝኡ ብሽጉጥ ድሕሪ ምድፍኡ እዩ ብወገን ክልቲኡ ኣካላት ዘለዉ ኣንቃሕቲ ኣብቲ ማሕበራዊ ሚድያ ናብ ረጽምን ውጥጥን ኣትዮም። ብድሕሪ እዚ ፍጻመ ዶክተር ሃይለ ኣራፋይነ፣ ሃይለ ደደቢት፣ ነቲ ተግባር ብተደጋጋሚ ብምኹናን መንግስቲ ኤርትራ ወይ'ውን እቲ ሰራዊት ባዕሉ ነቲ ተግባር ክኹንን ካብዚ ሓሊፉ'ውን ንስድራ ግዳያት ክኽሕስ ጻውዒት ድሕሪ ምቕራቡ፣ ነቲ ጉዳይ ምስቲ ኣብ መንጎ ክልቲኡ ህዝብታት ዝግበር ዘሎ ናይ ህዝቢ ንህዝቢ ርክብን ምቅርራብን ብምትእስሳር ኣብ ጽምዶ ኣሉታዊ ጽልዋ ከሕድር ስለ ምዃኑ እዩ ክገልጽ ቀንዩ። ናተይ እምነት እቲ ጽምዶ ህዝቢ ኤርትራን ህዝቢ ትግራይን ማዕረ ተጠቃሚ ዝገብር ዝነበረ ጸገም ኣብ ክልቲኡ ህዝቢ፣ ብማዕረ ዝፈትሕ ዝኾነ ኣብ ዝኾነ ቦታ ዝኾኑ ክልተ ሰብ ሰለስተ ሰብ ተኣኪቦም በሉ ህዝቢ ነራኽብ ኢልካ ህዝቢ ማእኸል ሜዳ ስለ ዘሳዕሳዕኻ ኣይኮነን ፅምዶ ማለት እንተኾነ እዚ ተግባር ሓይለ ደደቢት ብወገን ኤርትራ ኣይተፈተወን። እቲ ጉዳይ ካብ መጠን ንላዕሊ ብሃይለ ክጎሃሃር ካብዚ ሓሊፉ እውን ነቲ ፅምዶ ካልእ መልክዕ ንምትሓዝ ኮነ ተባሂሉ ዝግበር ዘሎ ስራሕ እዩ። ብስሩ እውን ሃይለ ኣብ ክንዲ ንቶም ብወገን ኤርትራ ዝተለቐቑ ቦታታት ተጀሚሮም ዘለዉ ሰናይ ርክባትን ምድናቕ ጌጋታት እናኣረየ ነቲ ፅምዶ ንምብታን ይሰርሕ ኣሎ ዝብል ክሴታታት ድማ ኣብ መደብ ፅምዶ ትሽዓተ ብኣወል ስዒድ ቀሪቡሉ። እቲ ቦታ ሰራዊት ኤርትራ ዝተፈናቐለ ህዝቢ ክምለሰሉ ኢሉ ካብ ዝገደፎ ቦታ እንተኾይኑ ንምንታይ ኢኻ ነዚ ሰናይ ነገር ቅድም ኣበርኽ ኣቢልካ ክትገልጾ ዘይፈተንካ? እከለ ንእከለ ስለ ዝተወሰነት ቦታ ስለ ዝለቐቐሉ ይመስገን እንዳበልኩ ኣይከድን። ርትዓዊት ዝኾነት ጽምዶ እየ ዝደሊ ኣነ። ህዝቢ ትግራይ እውን ንሱ እዩ ዝደሊ። ህዝቢ ኤርትራ እውን ንሱ እዩ ዝደሊ። ብትካቦን ሽፍንፍንን ዝመጽእ ጽምዶ ዘይኮነ ርትዓውን መትከላውን ጽምዶ እየ ዝብህግ። ስለዝኾነ እውን ሕሉፍ ሸፋፊንካ ኣብ መንጎ ንዝተራእዩ ጸገማት ፍታሕን ከየቐመጥካ ዝግበር ጽምዶ ንክልቲኡ ህዝብታት ዘይጠቅም ኣብዚ ዞባ ዘላቂ ሰላም እውን ዘይፈጥር ስለዝኾነ ሕዚ እውን ኣብ ጫፍ ዶባት ዝርከቡ ክልቲኡ ህዝብታት ኣኪብካ ብምስዕሳዕ ዝመጽእ ለውጢ የለን ዝበለ ዶክተር ሃይለ ራፋይነ ሃይለ ደደቢት ኤርትራውያን እቲ ተጋሩ በዲሎሙና ዝብልዎ ከቕርቡ፣ ተጋሩ እውን ነቲ ዝተፈጸመልና ጆኖሳይዳዊ ጨፍጫፍ ብዝርዝር ክንገልጽ፣ ብድሕሪ'ዚ ናይ ይቅርታን ተሓታትነትን ከይዲ ተግባራዊ ኮይኑ እቲ ጽምዶ ህዝባዊ መልክዕ ክሕዝ ዝብል ነጥቢ ኣልዒሉ። ፖለቲካዊ ውሳነ እዩ ነዚ ትግራይ ንክጠፍእ ገይርዎ ፖለቲካዊ ውሳነ ዘጥፍኦ ህዝቢ ፖለቲካዊ ውሳነ ከየጥፍኦ እንደገና። ፖለቲካዊ መፍትሒ ይግበረሉ፣ ትካላዊ ይኹን ሰነዳዊ ይኹን ኣግባብ ብዘለዎ ንውዕል ፕሪቶርያን ነቲ ሕገ መንግስቲ ናይ ኢትዮጵያን ደፊኦም ኣለው ገልቢጦም ኣለው ከምዚ ገይሮም ኣለው ብዘይበሃል መንገዲ መሬት ዝሓዘ ፅምዶ ይሃሉ።
እቲ ብሚድያ ዝወራወር ዘሎ ናይ ቃላት ኲናት ከይዘልቕ ኣወል ስዒድ ድሕሪ'ቲ መልእኽቱ ምሕላፉ፣ ንሃይለ ደደቢት ብውሽጢ መስመር ሰብ ክልእኸልካ እየ ዝብል ነጥቢ ዘልዐለ ኮይኑ፣ ሃይለ ግን ናብ ሚድያ ወፂኡ ካብ ህዝቢ ዝሓብኦ ነገር የለን፣ ብስሩ እውን እቲ ፅምዶ ኣነ እየ ጀሚረዮ፣ ኣብ ዱባይ ድሕሪ'ቲ ብጌታቸው ረዳ ተፈቲኑ ዝፈሸለ ርክብ መራሕቲ ትግራይን ኤርትራን ነቲ ክፍተት ንምምላእ። ካብ ኣውስትራልያ በሪረ ዝኸድኩ ምስ ሰበሰልጣን ኤርትራ'ውን ዝተራኸብኩ ኣብ ሚድያ ኣየር ሰዓት መዲበ ንርክብ ክልቲኡ ህዝብታት ዝሰራሕኹ ሰብ'የ። ስለዝኾነ'ውን ደሓር ብዝመጽእ ኣወል እንተኽኢልካ ሓግዘና እንተዘይኮነ ድማ ኢድካ ኣክበልና ክበሃል ኣይምተገበእንን ዝብል ነግሪ ዝተሓወሶ ሓሳብ ኣንጸባሪቑ።
ሃይለ እኮ እዩ ፖለቲከኛታት ናይ ኤርትራ ጸዊዖሞስ ጽምዶ ክግበር ዱባይ ካብዚ ካብ ኣውስትራልያ ዱባይ ዝኸድኩ እኮ ኣነ እኮ እየ ትማሊ ጌታቸው ምስ ኣፍረሶ ኣብ መወዳእታ ጽምዶ ንሰላም ክቕጽል ኣብ መንጎ ክልቲኦም ሰባት ጥራሕ ዘይኮነስ ኣብ መንጎ ክልቲኦም ፖለቲካዊ ኣመራርሓ ዘሎ ሕሉፍ ጌጋታት ብሽፍንፍን ዘይኮነ ፖለቲካዊ ፍታሕ ተዋሂብዎ ኣብ መትከልን ጭቡጥ ሰነድን ዝተደረኸ ናይ ህዝቢ ንህዝቢ ስራሕትታት ክዕመሙ